ብስሚላህ ወልሓምዱሊላህ ወሰላቱ ወሰላሙ ዓላ ረሱሉላሂ ሰለላሁ ዓለይሂ ወሰለም። ካብ ጸገም ናህና ብኸመይ ንወጽእ? እቶም ናይ ሕሉፍ ጌጋታትና ወይ ዘጋጡሙና እንዳዘከርና ተስፋ ክንቆርጽ የብልናን። ገለ ካብኦም ንኽንብርትዕን ናብ ቁነዕ መንገዲ ንኽጓዕዙን

ኦ ደቀይ ኪዱ ካብ ደሃይ ዮሱፍን ሓዉን ተመራሚሩ ካብ ርህራሄ ኣላህ ኣይትቕበጹ ካብ ራህራሂ ኣላህ ከሓድቲ ህዝብታት እምበር ካልእ ኣይቀብጽን በለ ቅዱስ ቁርኣን ዓሰርተ ክልተ ሰማንያን ሸውዓተን ብሂወትና ስጋብ ዘለና ጸገማት ከጋጥሙና እዮም ግን ክንብድሆም ኣለና ወይ ንዕኦም ንምፍታሕ ዝከኣለና ንገብር እምበር ካብቲ ጸገም ክንሃድም የብልናን ኣላህ ሱብሓነላህ ወተዓላ ፈጣሪና ንሱ ካባና ንላዕሊ ይፈልጦ ነቲ ንሕና ዘጋጥመና ከመይ ጌርና ክንፈትሖ ከም ዘለና። ገሊኦም ሰባት ንነብሶም ክሕጉስዋ ይፍትኑ በቲ ኣላህ ዝሓረሞ ዝኸልከሎ ጌሮም ነማልባሽ ንጊዚኡ ይሕጉሶም ይኸውን ግን ንነዊሕ ጊዜ ጣዕሳ የምጽኣሎም ገንዘብ ብሓራም ስርቂ ወይ ጉቦታት የምጽእዎ ግን ኣክንዲ ሓጎስ ዘምጽኣሎም ዘይተደልየ ጭንቀት ይፈጥረሎም በንጻሩ በቲ ዘይብሉ ገንዘብ ምስዚ ኩሉ ስእነት ሓላፍነት ነይገዝኡን ብሓጎስ ይነብር ኣላህ ክፈትወካ ኩሉ ብዝተፈላለየ መንገዲ ይባርኸካ ንስኻ ዝተፈላለየ መጋየጺ ወይ ሃብቲ ክህበካ ትሓቶ። ኣላህ ነቲ ንስኻ ትሓቶ ካብቲ መንገዲ ናቱ ከም ዘውጻእካ፣ ነቲ ናይ ዘልኣለማዊ መንበሪ ዝኾነ ጀና ከም ዘሰእነናን ወይ ጎዳኢኻ ምዃኑ ፈሊጡ ኣይህበካን። ስለምንታይ? ንሱ ስለ ዝፈትወካ።

ንስኻትኩም እናፈለጥኩም ኣይትጥለሙ ሱረቱል ኣንፋል ሸሞንተ ዕስራን ሸውዓተን ንኣላህ ተገዝኡ ካብኡ ወጻኢ ንኻልእ ኣይትመለኹ ነቢና መሓመድ ሰለላሁ ዓለይሂ ወሰላም ልኡኽ ነይ ኣላህ ምዃኑ ክንኣምን ንኽንክሕድ ከምዘይብልና ጌጋታት ምስ ንፍጽም ብኡ ንብኡ ቶባ ኢልና ናብቲ መንገዲ ረቢ ክንምለስ ከምዘለና ኣላህ ፈተና ጌርልና ንገሌና ጻዕዳ ንገሌና ጸሊም ወይ ሃብታም ድኻ ጌሩና ክፍትነና ደልዩ። ከመይ ጌርና ከም ንገጥሞ ነዚ ፈተነ ገሊኡ ነቲ ዝተዋህቦ ሃብቲ ወይ ስልጣን ተጠቒሙ ኣዝዩ ይዕበይን የጭበርብርን ዓለም ዝተቛጻጸሮ ዘመሓደረን ይመስሎ። ግን ንሱ ነቲ ናይ ኣኼራ ከም ዝስእኖ ከም ዝኸስሮን ክፈልጥ ኣለዎ። ገሊኡ ድማ በቲ ዝተዋህቦ ሃብቲ ትሑትን ሓጋዚ ሰብን ንኣላህ ዘመስግንህን ይኸውን። እዚ ነቲ ናይ ኣላህ ፈተና ይሰግሮ፣ ኣብ ዝመጽእ ዓለም ተዓዊቱ ኣህል ጀና ይኸውን። እዞም ንኣላህ ዘመስግኑ ኣብ ግዜ ራህወኦም ይኹን ሽግሮም ንሳቶም ተዓወትቲ'ዮም። ኣብ ኣኼራ ዝለዓለ ደረጅኦም እንድሕር ገንዘብ ወይ ውላድ ሂብና

ቆልዑትኩም ፈተነ ዩ ኢሉና ንደቅና ንምህሮም ዲና ሰላት ቁርኣን ጽቡቅ ተግባራት ረሱል ሰለላሁ ዓለይሂ ወሰላም ነጊሮምና ንቆልዑትና ክንዕልሞም ወይ ክንምህሮም ብዛዕባ ሰላት ሸውዓተ ዓመት ምስ ገበሩ ምሳና ይስጎዱ ይላማመዱ ዝኮነ ቆልዓ ብንእሽትኡ ኮሎ ነቡኡ ክመስል ዩ ዝደሊ እንድሕር ኣቡኡ ክሰግድ ሪኢዎ ይዕዘቦ ስገድ ከይበሎ ኮሎ ኣላህ ከም ዘሎ ፈሊጡ ክሰግድ ይጅምር ከምቲ ነይ ስድርኡ ዝገብርዎ ክነቅርኦም ክንዕልሞም ኣለና ብንእሽትኦም ከለዉ ምስ ዓበዩ ወናንነት ናህና ውሑድ እዩ። ኣብ ገዛ ምስ ወጹ ድማ ወናንነት ናህና ተወዲኡ እዩ። ኣወዳት እንታይ ዓይነት ሰበይቲ ከምጽኡ ከም ዘለዎም ክንምህሮም ኣለና። መልክዕ ዘይኮነስ ነቶም ዝወልድዎም ቆልዑ ንፍዕቲ ኣደ ትኾኖም ከምጽኡ ከም ዘለዎም ክንነግሮም ከምኡ ውን ደቂ ኣንስትዮ እቲ ዝምርዓወን ወዲ ንፉዕ ኣቦ ደቀን ክኸውን ከም ዘለዎ ክንመኽረን ክንሕግዘን ይግባእ። ኣላህ ሱብሓነላህ ወተዓላ ብሰንኪ ደቅና ጀና ይእትወና ወይ ይቐጽዓና። ቡዙሓት ሰባት ኣለዉ ዝበዝሕ ጊዜኦም ኣብ ስራሕ ወይ ኣብ ኢንተርነት ምስ ሰባት ክዕልሉ ዝሕልፍዎ። ንደቆም ይኹን ንሰበይቶም ጊዜ ዘይህቡ ኣንፈት ናቶም ዘይፈልጡ ኣብ መጨረሽታ ኣብ ኣዱንያ ይኹን ኣብ ኣኼራ ይኸስሩ። እቲ ውላድ ኣብ ኣኼራ ንስድርኡ ኣይዓለሙንን ኣይኣቕርኡንን ይብሎም። ረቢ ክህበና ከሎ ገንዘብ ይኹን ውላድ ኣማና እዩ። ብኡ ክሓተና እዩ። ገሊኦም ሰባት ኣለዉ ሓንቲ መዓልቲ እቲ ዝፈትውዎ መግቢ ክጎድሎም ከሎ ኣብ ገዝኦም ህውከት ዝገብሩ፣ ጨው ውሒድዎ ኢሎም ዘዕጎርጉሩ ኣለዉ። ነቲ መግቢ ንምስራሕ ኣብ ሓዊ ሰበይቶም ክንደይ ግዜ ጥፊኣ ዘይርድእዎ ንሶም ክዝክሩ ከለዉ ብዙሓት ሰባት ዝበልዕ ዝስተይ ዘይብሎም ኣብ ገዝኦም ንኣላህ እንዳ ኣመስገኑ ዝሓልፉ ከም ዘለዉ ክፈልጡ ኣለዎም ኩሉ መዓልቲ ሓደ ኣይኮነን ትሕጎሰሉ መዓልቲ ኣሎ ትሓርቀሉ መዓልቲ ኣሎ ትኸስበሉ መዓልቲ ወይ ትኸስረሉ መዓልቲ ከም ዘሎ ፈሊጥና ኩሉ ግዜ ንኣላህ ክነመስግኖ ኣለና በቲ ንዓና ዘጋጥመና ኣላህ ኩሉ ግዜ ኣብ ጎንና ኣሎ ግን ጻዕሪ የድልየና ነቲ ንሱ ዝኣዘዘና ፈርድታት ጉቡእና ብትኽክል ክንፍጽምን ከምኡ ውን እቲ ንዓና ዝደለይ ክህበና ዱዓ ጌርና ካብ ልብና ክንልምኖ ነቲ ናይ ኣላህ መልእኽቲ ክንክተሎ ከም ዘለና ኣብ ሂወትና ክንዕወት ከምኡ ውን ድሕሪ ሞትና እንሻኣላህ ጀና ገነት ክንኣቱ ምእንቲ ኩልና ሓሰናት ክንረክብ ሼር ኣብ ምባል ኣይትሕመቁ ጀዛኩሙላህ ኸይረን።